ዞባ ሽዑ ተበፂሑ ዝነበረ ብዛዕባ እቲ ናይ መሬት ጉዳይ ኣብ ወድእ ነገር ከም ዘሎ ቤተክርስትያን ጋር ምስኡ ክትፈራረብ ከም ምዃና ከምዚ ሕጂ ኣድሓኖም ሓውና ዝሃበልኻ እዚኣ እቲያ ውዕል ፌርማ እቲ መሬት ናትና ከም ምዃኑ ዓሰርተ ካብ ሚእቲ ካብቲ ዋጋ ከም ዝኸፈልናሉ ማለት እዩ ንሕና ንሰርሓሉ ኣብ ከለኹ ንሽተይ ዝደግም እንተኮይነ ስሩዕ ኣኼባ ኣለና ኣብ ክልተ ሰሙን ክልተ ሰሙን ዳርጋ ንተኣኻኸበሉ ንዘራረበሉ እሱ ከኣ ነቲ ዘድሊ ሓበሬታ ምእካብ እዩ ነይሩ እስካብ ሕጂ። ካብ ሕጂ ጀሚሩ እዩ እቲ ስሩዕ መደብ ናይዚ ስራሕ ዳርጋ ጀሚሩ ዝበሃል። ድሕሪ እዚኣ ናይ መሬት ጉዳይ ምስ ተወደአት ናይቲ ስራሕ ጉዳይ ከኣ እንታይ ዳርጋ ነይሩ ከማዚ ሸውዓተ ወርሒ እንድሕር ኮይኑ ንሕና ንገብሮ ዝነበርና ናብ ተፈላለየ ካምፓኒታት ወይ ከኣ ናይ ስራሕ ክኢላታት እናኸድና እቲ ዝግባእ ሓበሬታ ምምፃእ እዩ። ብቐሊሉ ክግበር ይኽእል ነይሩ እዩ። እዚ እንድሕር ዓቕሚ ነይርና ነይሩ ተትኸውን ሓደ ክኢላ ውሱን ኣወኪልካ ኩሉ ነገር ፅብፅብ ኣቢሉ ከምፅኣልካ ቀሊል እዩ ነይሩ። ንሕና ግን ካብኡ ንቑጥቦ ገንዘብ ይህሉ ዶ ኸውን ባዕልና ተገበርናዮ ኣሎ ከዓ እቲ ዝገበርናዮ ከዓ ውሑድ ኣይኮነን ማለት እየ። ንኹሉ ሓቲትና ብኸመይ ክንጅምሮ ከም ዘለና እቲ ስራሕ ንምፍላጥ እዚ ሓደ ዓቢ ስጉምቲ ካብ ብዙሕ ካምፓኒታት ክገብሩልና ዝግብኦም ባዕልና ዝገበርናዮ ማለት እዩ ንዕኡ ዝምልከት ናብ ተወሓዳስ ሸውዓተ ሽዱሽተ ዝኾና ካምፓንታት በጺሕና ኔርና ማለት እዩ። ገሊኦም ናይ ስራሕ ጥራይ ኢና እምበር እዚ ነገርዚ ብኣና ኣይኮነን ድጅምር ኢሎም ናብቲ ድጅምሮ እለው ዝሓበሩና ኣለው። ገሊኦም ከኣ እቲኦም ጀመርቲ ኮይኖም ጸኒሖምና ሕጂ ብፍልጠት ስለዘይነበረ መጀመርታ ኩሉ እቲ ናብዚ ዶ ይኸውን ናብዚ ዶ ይኸውን ኔሩ። በቐደምና ዝገበርናዮ ብናይ መንግስታዊ ትካላት ምሕታት ማለት እዩ። መንግስታዊ ትካላት ብናይ ኮሙን ወዲኡ እዩ ነይሩ። መንግስታዊ ትካላት ዝገብርኦ ንንዓና ግን ኳሬንቲ ምእታው፣ ማይ ምእታው፣ ማይ ፈኛትራ ማለተይ፣ እዚ ናይ ብራንድ ፖስት ዝበሃል ናይ ሓውን መጥፋእትን ውሕስነት ዘለዎ፣ በዚኤን ጀሚርና ካብኡ እቲ ዘድሊ ሓበሬታ ወሲድና፣ ብኸንደይ ከም ደእትውዎ ወይ ገምጋም እዩ። እስከ ኣብቲ ቦታ ዝፍለጥ ውሱን ቕፍለት ገንዘብ ክህቡና ኣይክእሉን እዮም። ግን ብኸመይ ከም ድኸውን ክንዲ ምንታይ ግዜ ከኣ ከም ደድልዮ እባ እዚ ዓቢ ሓበሬታ ወሲድና። ስለዚ ናይ ግድን ምጽእ ኢልኩም ኣይኮንኩም ኣብዚ መጽእ ዘሎ ወርሒ ከነእትውልና ደሊኹም ክትብሉና ኣይትኽእሉን ኢኹም። ምስዚ ናይ እስተሹን ኡትቪክልን ዝግበር ዘሎ ማራ ትምዕብላላ እስተሹን ማራ ብዙሕ ጻዕቒ ስራሕ ኣለና። ስለዚ ኣቐዲምኩም ክትነግሩና ኣለኩም ድበሃል ሓበሬታታትን ገንዘብ ንምፍላጥን ምገምጋሙ ፈሊጥና ማለት እዩ። ድሕሪ እዚ ኩሉ እዚ ናብ ምንታይ በጺሕና እንድሕር ኮይኑ ናብ እቲ ፕሮጀክት ብኸመይ ክጅምር ከም ዘለዎ ሓደ ውሱን ነገር ምፍላጥ ማለት እዩ። ንሱ ከኣ ብደይ ስእሊ ማለትሲ ብደይ እቲኣ ካርታ ናይታ ገዛ ወላ ሓንቲ ነገር ክፍለጥን ወይ ክስጎምን ዝከኣል ነገርስ ከምዘየሎ ተገንዚብና ማለት እዩ። ማለተይሲ ገሊኦም ከማታት ጌርና በሉ ከንደይ ክትሰርሕዎ ተደሊኹም ነዝስ ብክንደይ ክትሰርሕዎ ትኽእሉ እሳኻ እንታይ ኢና ተወኪስና ኔርና ቅድሚ ሕጂ ርኢኹማ ትኾይኹም ኔርኹም ኤስኪስ ኔራትና እያ ናይቲኣ ንደልያ ዘለና ስራሕ መጀመርታ ቤተክርስትያን ዘርኣየትና ነይራ ያትና እያ። ብፋውል ምስታይ ክንርእየኩም ግባእና ነይሩ ግን ውድድ ስለ ዘይኮነ ንዓ ርኢናኩም ሕጂ ካልኣይ ዋላ ሓንቲ ውጽኢታዊ ኮይኑ ኣይተሰማዓናን ማለት እዩ ግን ብኣ መሰረት ሓሙሽተ ሚእትን ዓሰርተን ክባብራት ሜትር ዝሓዘት ቤተክርስትያንን ንእሽተይ ሎካልን ምስኣ ገለ ሽንቲ ቤትን ምስኡ ከዓ መኻዚኖ ናይ ሕጽቦ መቀያየሪ ክዳውንቲ ገለገለ ዝሓዘት ክሽነ ዝሓዘት ስእሊ እያ ማለት እዩ ሕጂ ነዚኣ ተወኪሶም ዋጋ ክህቡና ኣይክእሉን እዮም። ንምንታይ እቲ ገዛ ንባዕሉ ተሰሪሑ እንታይ ማትርያል ቀዳማይ ነገር ካልኣይ ነገር ከዓ ብምንታይ ዓይነት ክስታይ ኣለዎ ናይዚ መንደቕ እዚ ሲ መፍለጢ ናቶም ኣለዎም ክስታይ ኣብ ስእሊ እዩ እቲ ዝግለፅ እሱ እቲ ሰኣላይ እዩ ዝገልፆ ማለት እዩ። ሕጂ ኮድ ኣለዎ ነናቱ ብከምዚ ዓይነት ካይመፃና ንሕና ግን ብኸምዚ ዋጋ ክንሰርሓ ንኽእል ኢና ክንብል ኣይንኽእልን ኢና። ስለዚ እቲ ቀዳማይ ክትገብርዎ ዝግበኣኩም ስእሊ ስኢልኩም ክተምጽኡልና ኣለኩም ዝበሃል ሓሳብ መጺኡ ማለት እዩ። ብኸምኡ ናብ ሰኣላይ ወይ ከኣ ናብቶም ኣርሺቴክ ዝበሃሉ ናብኦም ክንምርኮስ ተገዲድና ማለት እዩ። ናብ ሰለስተ ካምፓኒ ኣብ መወዳእታ ወዲቕና። ሰለስተን ከኣ ኣብ ጨረታ ኣእቲናየን ወይ ከኣ ኣብ ምግምጋም ገንዘብ ብኽንደይ ከም ዝሰርሕወን። ብሰበኸ ጉባኤ እተወሰነ ውሳነ ኸኣ ኣሎ። ሓንቲ ሓዋይ ተመሪጻ ኣላ፣ ምስኡ ስራሕና ክንጅምር ተወሲኑ ኣሎ። ኣብዚ ቐረባ ግዜ ምስኡ ኣኼባ ጌርና እስታይ ክንገብር ኢና ማለት እዩ፣ ክስእለና እዩ ማለት እዩ። ሕጂ ነዚ ዝምልከት ከኣ ንሕና ከም ጉጅለ ወሰንቲ ኣይኮናን። ንሕና ስራሕ መልሚልና ኣጻሪና ነምጽኦ፣ ድሕሪኡ ዝውስን ኣካል እቲ ሕጋዊ ኣካል ናይዚ ቤተክርስትያን እቲ ሰበካ ጉባኤ ዝብሃል እዚኣ ቆርፀይ ንፅል ክኢላ ክትርዳና ስለ ዘለኹ እየ ድማ ዘለኹ ማለት እዩ ነዚ ነገር እዚ ከነሰላስል ሓደ ፕላን ጌርና ኣለና ማለት ሲ ካብዚኣ መሬት እዚኣ ዝተፈረመትላ መዓልቲ ጀሚሩ ስጋብ ተቐቢልና ስራሕና ንጅምረሉ መዓልቲ መሬት ንቕበለሉ ዕለት ዕለት ሓደ ወርሒ ዓሰርተ ሓደ ክልተ ሽሕን ዒስራን እዩ እዚ ሒዝናዮ ዘለና ዓሰርተ ሓሚተን ከፊልና እዚ ውዕል እዚ ተፈራሪምሎ ቤተክርስትያን ድሕሪኡ ከዓ ባዕልና ዝወሰናዮ ዕለት እዩ እሱ ዕለት ሓደ ወርሒ ዓሰርተ ሓደ ክኸውን ክንቅበሎ እቲ መሬት ከዓ ባዕልና ወሲንና ወይ ከዓ ዓመት ካብ ዝተፈረምናሉ ነዚ ወረቐት እዚ ኮይኑሎ ማለት እዩ ምስ ተፈራረምና ስጋብ ወርሒ ክልተ ናይ ስእሊ ጉዳይ ንኽውዳእ ሓደ ፕላን ወፂኡ ኣሎ። ኣብዚ ኸዓ ቁርብተይ ምስዚ ናይ ኣውዳኣመታት ዝሓለፈ ግዜ በሊዑና ኣሎ። ኣብኣ ትውዳእ ዘይትውዳእን ቁርብተይ ናይ ሕቶ ምልክት ኣለዋ። ግን ደሓን እየ ኣለና ግዜ እስከ መወዳእታ ካብኡ ነዚ ማርጂናል ዝገበርናሉ ኣለና ማለት እዩ። ካልኣይ ድሕሪ ስጉምቲ ዝመፅእ ድሕሪ ስእሊ እንታይ ክኸውን እዩ? ነዚኦም ዝበልናዮም ናይ ስራሕ ካምፓንታታት እቲ ዝሰኣልናዮ ስእልን እቲ ናትና ጠለብ ኣብቲ ቤተክርስትያን ከመይ ዓይነት ክስራሕ ደሊናዮ ዘለና ስጋብ ሕጂ ካይተረፈ ኢና ንገልፅ ማለት እዩ። ኣብኡ ኩሉ ነገር እዩ ዝግለፅ ሕብሪ ኩሉ ኩሉ ኩሉ ማቴሲ ደቂቕ ነገር እዩ እቲ ኣርሽቴክት ዝገብሮ ኦኬ እሱ ከዓ ምስ ገበረ ናፍቲኦም ካምፓንታት ዝሰርሑ ይዝርጋሕ። እሶም ከኣ ነዚ ነገር እዚ ሓሲቦም ናባና መልሲ ሂቦም ነናቶም ዋጋ ኹቡና ስጋብ ወርሒ ሓሙሽተ እዚ ነገር እዚ ክውዳእ ከኣ ሒዝናዮ ኣለና ካብ ወርሒ ክልተ ስጋብ ወርሒ ሓሙሽተ ናይ ካምፓይንታት ዘርጊሕና እሶም መልሲ ኹቡና እሞ ሽዑ ንሕና ስጋብ ወርሒ ሽዱሽተ ሓንቲ ወርሒ ኣላትና ውሳኔ ክንወስድ ማለት እዩ ነዚ ኹሉ ሪኢና ኣማዛዚና እዚ እዩ ዝሓሸ ንዓና ዝኸውን ብዋጋን ካዓ ብስራሕን ብፅፈት ስራሕን ማለት እዩ። ኣካያዲ ስራሕ ዝባሃል ፕሮጀክት ሌዘር ኢሎም ዝፅውዕዎ እዚኦም ዓዲ ከምኡ ካዓ ተሳሚዕና ኣለና ሓደ ሰብ ማለት እዩ። እዚ እንታይ ይገብር ንዓና ወኪሉ ብዛዕባ እዚ ስራሕ እዚ እቲ ዝምልከቶ ኣካል እቲ ኣብ ዶካ ዝግበር ናብ መንግስትታት እቲ እታ ዝግበር ኩሉ ንሱ እዩ ዝገብሮ መኖ ዓቕሚ የብልና ንሕና ባዕልና ክንገብሮ ስለዚ ብኡ ተወኪስና ኢና ንገብሮ እሱ ከዓ እትየን ሰዓት ዝሰርሐ እንዳተቋፃፀርና ምስኡ ይገብረልና እዩ እሱ ከዓ ኣብዚ ከኣቱ እዩ ማለት እዚ እዚ ናብዚ ምስ መፀ ኣብቲ ምምልማል እሱ እዩ ከረዳኣና ማለት እዩ እዚ ከምዚ ከምዚ ብከምዚ ጽቡቅ ኣሎ ብከምዚ ከኣ ሕማቅ ኣሎ እዚ ከምዚ ከምዚ ከኣ ብከምዚ ጽቡቅ ኣሎ ከምዚ ሕማቅ ኣሎ እንዳበለ ኣረዲኡ ነቲ ውሳነ ክንወስዶ ዝሕግዘና እሱ እዩ ማለት እዩ እቲ ፕሮጀክት ሌበር እሱ ከኣ ዮን ሆግባይ ዝበሃል ሓደ ጥሮታ ካብዚ ናይ ስቴሽን ኮሙን ሰራሕተኛ ዝነበረ እዩ ንዕኡ ከኣ ረኪብና እሱ እውን ብጨረታ እዩ ማለት እዚ ካብ ሰለስተ ሰባት ኣወዳዲርና ኢና ንዕኡ ከማን ኣብ ምርጫ ወዲቅና ዘለና ማለት እዩ እዚ ወርሒ ሽዱሽተ ናይ ወሳኒ ጉዳይ ብዛዕባ መን ኣየናይ ካምፓኒ ክሰርሓልና ወዲእና ኣለና ማለት እዩ። ድሕሪኡ እዚ ካምፓኒ እዚ ዝገብሮ ምቅርራብ ክገብር እዩ። ብዛዕባ እቲ መሬት ምስ ተቐበልናዮ እቲ ንሰርሓሉ ዕለት ምስ ወሰንናሉ ብዛዕባኡ ቁሩብ ኮይኑ ንክመፅኣና ማለት እዩ ስምምዕ ክፈራረም ከሎ ምስ ምምሕዳር ቤተክርስትያን እዚ ክኸውን ማለት እዩ መዓስ ክንሰርሖ ኢና ክንነግሮ ኢና ናይ ግድን ክፈልጥ ኣለዎ ንእሽቱ ከኣ እቲ ገዛ ተሰሪሑ ድዩ ካብ ፋብሪካ ዝመጽእ ባዕሎም ድዮም ኣብቲ ቦታ ኮይኖም ክሰርሕዎ እዚ ከከምቲ ዓይነት ዝመረጽናዮ እዩ ክኸውን ማለት እዩ ስለዚ ስጋ ወርሒ ሽዱሽተ ወሳነ ተገይሩ ንዕኡ ግቡእ ሓበሬታ ተዋሂቡ እቲ ውዕል ኣብ መንጎ ቤተክርስትያንን እቲ ካምፓኒ ዝሰርሕን ኩሉ ክፈራረም ኣብዚኣ በጺሕና ኣለና ካብ ወርሒ ሽዱሽተ ስጋብ ወርሒ ትሽዓተ ዘሎ ከኣ እዚ ከኣ ናይ መሬትና ንምክፋል ዝጋበር ቅርቢት እዩ ካብ ኮሙን ማለት እዩ ዝያዳ ንሕና ክንከታተሎ ኣለና ኮሙን ውዕሉ ምሳና ኣብዚ ውዕል እዚ ዘሎ እቲ መሬት ገረብ ኣለዎ ሕጂ ብናይ ናይ ሰባት ህሊና ጫካ ዩ ነዚ ጫካ እዚ ከልግሶ ኣለዎ ኣጽርዩ እቲ መሬት ይህበና ኣጽርዩ ክብሎ ከለኹ ገረብ ጥራይ ቆሪጹ ከይድ እምበር እቲ ሱር ናቱ ገለመለ ናባና ዩ ዝገጹ ነኖ ሓደ ካብቲ ኣካል ናይቲ መሬት ዩ ግን እቲ ዘየድልየና ገረብ ኩሉ ቆሪጹ ኣብኡ ከዓ ዝኾነ ረሳሓት ዝኾነ ነገር ከይህሉ ኣጽፊፉ ዩ እቲ ኣብ መሬት ዘቐብለና ከምዚኣ ዘለታ ጫካ ኣይኮናን ንቕበላ ማለት እዩ። ብኸምዚ መልክዕ ኣብዚ ግዜ እዚ ንሕና ናቱ ምስኡ ምክይያድ ንገብሮ ነገራት ኣለና። ንዕኡ ተኸታቲልና ከኣ እቲ መሬትና ኣብቲ ኣብ ዕለት ወርሒ ሓደ ወርሒ ዓሰርተ ሓደ ግቡእን ጽሩይን እቲ ዘይንደልዮ ገረብ ኩሉ ተቖሪጹ ኣልጊሱን ክንቅበሎ ናብኡ ክንጽዕር ኢና ማለት እዩ። ኣብ ትሕቲ እዚ ግን ኣብ ከምኡ እንዳተገበረ ከሎ እዚ ውዕል ምስቲ ካምፓኒ ዝሰርሕ ምስ ተወደኤ ናብ ኮሙን ፍቓድ ናይ ስራሕ ትሓትት ኢኻ። ንሱ ኸኣ ቢግሎው ኢሎም ዝጽውዕዎ እዚ መኣዲ ቢግሎው ካብ ክልተ ወርሒ ስጋብ ሰለስተ ወርሒ ወስድ እዩ ኢሎምና ማለት እዩ ኮሙን። ስለዚ ካብ ወርሒ ሓሙሽተ ጀሚሩ ስጋብ ወርሒ ሸሞንተ ዘሎ ምሳና ኸኣ እዚ ናትና ወኪል ንብሎ ዘለና እዚ ቡርጌቲ ሌዳረ እቲ ኣንሶ ካናትና ናብ ኮሙን ክሰድድ እዩ ሳምቲ ቢትጋ ወይ ከኣ ሽዑ

ትካላት እዚኦም እቲ ፕሮጀክት ሌላ ልማትና ኣንሰውካ ሓቲቱ ስለወደ ሸሞንተ ደሎ ትሽዓተ ውፅኢት ንክመፆ ትፅቢት ኣሎ በቲ ትገምገምዎ እስቶ ማለት እዩ መልሲ ክመፆ ማለት እዩ መዓስ መዓስ ክሰርሑ ከም ዝኽእሉ ከመይ ከም ዝገብሩ ማለት እዩ ካብ ዝመስል ክልተ ወርሒ ኣለዋና ስጋ ወርሒ ዓሰርተ ሓደ ወርሒ ዓሰርተ ወርሒ ዓሰርተ ሓደ ማለት እየ እዘን ክልተ ወርሒ እዚኤን ከኣ እዚ ግዜ እዚ ከምቲ ኣንተ ዝበልክዎ ብዝኾነ መመኽነይታታት ክምጠጥ ይኽእል እዩ ሳመር ይመጽኣና ኣሎ ወቕቲ ዕርፍትታት መጺኡ እቲ ቤት ጽሕፈታት ከምቲ ዝሓሰብናዮ ኣይሰልጠን ክኸውን ይኽእል እዩ ንዕኡ ማርጊናል መትሓዚ ስጋብ ዕለት ሓደ ወርሒ ዓሰርተ ሓደ ንሲ ንሕና ውሱንን ውዱእ ነገር ብዛዕባ ናይ ቤተክርስቲያንና ምስ ካልኦት ትካላት ስምምዕና ወዲእና ንስራሕ ቅሩባት ከም ምዃንና ዘርኢ መልክዕ ንክንበፅሕ ከምዚ ኢልና ፕላን ወይ ከዓ ሓደ ስትራቴጂ ነገር ኣውፂእና ኣለና ማለት እዩ። ናብቲ ናይ ወርሒ ሰለስተ ዘሎ ከባቢ ምስዚኦም ናይ ስራሕ ኣካላት ምርኻብ ኣገዳስነቱ እዚ ከዓ ኮይኑ ኣሎ። ሕጂ ንሕና ክንጅምሮ ወይ እቲ ስራሕ ክንጅምሮ ንብለኖ ወይ ንደልዮ ዘለና ኣብ ወርሒ ሰለስተ ክልተ ሽሕን ዕስራን ሓደን እዩ። ሽዑ እዩ መሬት ክኳዓት ጀሚሩ፣ መሰረት ክስታይ ይገብር። ግን በቲ ዝበፃሕናዮ ወይ ከዓ በዚ ኣብዚ ዓዲ ንሪኦ ተቐሊልኩምሉ ኮይንኩም ሓደ ገዛ ክስራሕ ዳርጋ ሰለስተ ወርሒስ ሓንቲ ባላሱስ ጠጠው ኢላ ንረኽባ ማለት እዩ። እዚ ከዓ እቲ ፕላን እንድሕር ኣብ ፅፉፍ ኮይኑ ፀኒሑ ኣብ ከምኡ ደረጃታት ንክንበፅሕ እቲኣ ቤተክርስትያንናስ ድሕሪ ወርሒ ሰለስተ ጀሚራስ ስጋብ ወርሒ ሸውዓተ ሽዱሽተስ ጠጠው ኢላ ዋላ እውን ቶታል ተዘይተወደኣትሲ ጠጠው ኢላ ንኸትህሉስ ተስፋ ኣለና እዩ ማለት እዩ። ሕጂ ምስ ተጀመረ ግዜ ከምቲቲ ቅድሚ ምጅማሩ ዝወስዶስ ኣይኮነን ማለት እዩ። ስለዚ እቲ ናትና ናይ ምጅማር ተስፋ ዘለና ወይ ከኣ ከም ጭምት እንርእዮ ዘለና ኣብ ወርሒ ሰለስተ ኣብ መጀመርትኡ ናይ ምጅማር ስራሕ ኣብቲ መሬት ኣይንጅምር። እቲ ኣብ መንጎ ዘሎ ካብ መንጎ ወርሒ ዓሰርተ ሓደ ወይ ወርሒ ሰለስተ ዘሎ ናይ ኣርባዕተ ወርሒ እዚ ዋላ ሓንቲ ብዙሕ ንገብረሉ ነገር የብልናን ብጀካ ማደሲ እቶም ዝሰሰማማዕናዮም ፅፈት ኣብቲ ሰዓቶም ክጅምሩ ከም ምዃኖምን ክንደይ ምዃኖምን ናይ ምርግጋፅ ወይ ከዓ ናይ ምክትታል ጉዳይ ተዘይኮይኑ ማለት እዩ። እዚ መስል እቲ ናትና ፕላን ተበጺሑ ዘሎ ስጋብ ሕጂ ከምቲ ዝበልክዎ ምስ ኣርሺቴትን ምስቲ ኣካየድቲ ስራሕን ውሱን ውዑል ከም ዘለና እቲ ውዑል ከኣ ንሕና ኣይኮናን ወሲንናዮ ከምዚ ኣንተ ዝበልክዎ ምምሕዳር ቤተክርስትያን እዩ ወሲንዎ ዝመረጾም ነቲኦም ሰባት ካብቲኦም ሰለስተ ኣካላት ዝተባሃሉ ማለት እዩ ንዑኡ ከኣ ፍሉይ ውሳነ ምስ ተጻሓፈሉ ከኣ ስርዕተ ጉባኤ ናብ ህዝቢ ተቅርቦ ትኸውን።

እዚ ከዓ ህዝቢ እዩ ዝፈትሖ ወይ ከዓ ንሕና ኩላትና ብሓሳብ ኮይና ማለትሴ ናይ ቤተክርስቲያን መመሓደርቲ ኮይኖም ኣይኮነን ናይ ህንፃ ኮሚቴ ኮይኖም ኣይኮነን ወይ ከዓ ናይ ኩላትና ሓላፍነት ስለዝኾነ ኣብኣ ንክምሕፀን ይደለ ዘለዉ ህዝብና ነዚ ነገር ዝተረድኡ እቲ ዝበሃል ዘሎ ቅድሚ ሕጂ ሓደ ውሱን ለዘብተ ተባሂሉ እኮ ነይሩ ይመስለኒ ብኡ እውን ድሕር ርኢናዮ ኮይና ገና ርሑቕ ስለ ዘለና ናብኡ ፅዒርና ንሕና ናብቲ ዘድልየና ክንበፅሕ ናይ ገንዘብ ምእካብን ናይ ከዓ ኩላትና ትብዓትን የድሊ ስለ ዝኾነ ኣብዚኣ ከይ ሸለል ከይበልና ብደይ ብኣኣ ከዓ ኣይትኸውንን እያ እቲኣ እቲኣ ስራሕ ማለተይ ስደይ ገንዘብ ኣይከውንን ንዝኾነ ቤት ጽሕፈት ዝረኸብናዮ ሓንቲ ቀዳመይቲ ሰዓት ብናጻ ክብለኩም እየ፣ ድሕሪኡ ግን ምሳይ ክትራኸቡ እንተኾይንኩም ናይ ግድን ገንዘብ ክትከፍሉ ኢኹም እዩ ዝብለና። ከነማኽረሉ ከማኽሩናሲ በየካቲኣ መጀመርታ ሰዓት ምስኦም ክንራኸብ ከለና ብናጻ ዝህቡና ድሕሪኡ ብናጻ ዝበሃል ዘረባ እዩ። ሕጂ ንሕና ከኣ ከምዚ ክንብል ክንሰምዕ ከለና ካብቲኣ ሰዓት እዚኣ ዘድልየና ሓበሬታ ክወጽእ ሒዝና ክንወጽእ ኢና ንደሊ ንምንታይ ኣብቲ ገንዘብ ምውፃእ ዝበሃል ስለዘይንተብዕ ማለት እዩ ንምንታይ የብልና ብሓፂሩ ስለዚ ኣብዚኣ ቁርበላትና ብዝከኣለና መጠን ፀቂጥና ክንሰርሕ ንሕና ከዓ በቲ ዝግበኣና ንዘድሊ ሓበሬታ ክንምፅእ ድልዋት ኢና